ንፍርሒ ምንጻግን ንኣመጻጽኡን ከብርሁልና ዝኽእሉ ዓሰርተ ሕቶታት። ሰላም ተኸታተልቲ ወሓዚት ሰላም ቲቪ ከመይ ኣለኹም? ኣነ እግዚኣብሔር ይመስገን ብጣዕሚ ጽቡቕ ኣለኹ። ንስኻትኩም እውን ከምቲ ናተይ ጽቡቕ ንኽትህልዉ ናይ ወትሩ ትምኒተ እዩ። እምበር ሎመዓልቲ ከዓ ከምቲ ልሙድ ንገዛእ ርእስኹም ንኽትኮኑ ዝሕግዝኹም ሓሳባት ሒዝናልኩም መጺእና ኣለና እሞ ናብኡ ክብነብለኩም ቅድሚ ናብቲ መደብ ምጅማርና ንስራሕ ንምቅላል ተባሂሉ ብተባዕታዊ ኣፀዋውዓ ንጥቀም ስለ ዝኾንና ነፍሲ ወከፍ ሰብ ከከም ፆትኡ ገይሩ የስማዓዮን ይረዳእዮ ነዘን ሕቶታት እዚአን ንነብስኻ ብምሕታትካ ጥራይ ማዕረ ክንደይ ንነብስኻ ክትርዳእ ከም ትኽእል በዓልኻ ክትምስክረለይ ምዃንካ ኣይጠራጠርን እየ ካልእ ብዝያዳ ኣየነይቲ ሕቶ ቻለንጅ ገይራትካ ብተወሳኺ ካብዘን ሕቶታት ዝያዳ ንምንታይ ኢኻ እቲ ኮንካዮ ዘለኻ ትኾኖ ዘለኻን ካበይ እዩ መፂኡ ንምፍላጥን ምርዳእን ብመልክዕ ፖድካስት ሒዝናልኩም ክንመፅእ እንተደሊኹም ኣብ ኮመንት ሴክሽን ፀሓፉልና ኣገዳሲ ሕቶ እንተሓቲትካ ኣገዳሲ መልሲ ትረክብ ኣገዳሲ ስጉምቲ ትወስድ ኣገዳሲ ለውጥኻ ተምፅእ እምበኣር ናብተን ሕቶ ክንሰግር ኢና ቁፅሪ ሓደ ሰባት ከይነፅጉ ኸልካ ሓቀኛ ገዛ ርእስኻ ኣብ ዝተፈላለየ እዋን ተሓብኦዶ ማለት ሓቀኛ ስምዒትካ፣ ሓቀኛ ርእይቶኻ፣ ሓቀኛ ድሌታትካ። ቁፅሪ ክልተ ኣይፋል ምባል ስለምንታይ እዩ ዝኸብደካ? እቲ ፍርሒ ካበይ ዝመፀ ይመስለካ? ኣይፋል እንተይልካኸ እንታይ ዘጋጥመካ ኮይኑ ይስማዓካ? ሰለስተ ኣብ ህይወትካ ንነብስኻ ገዲፍካ ወትሩ ንኻልኦት ከተሕጉስ ኢልካ ዶ መስዋእቲ ትኸፍል ነርካ ወይ ኣለኻ ኣርባዕተ ሓደ ሰብ እንተ ደኣ ብሓሳብ ይኹን ብተግባር ኣይተሰማማዓካን ከም ዝተነጸግካ ዲኻ ኮይኑ ዝስምዓካ ወይስ ከም ፍልልይ ሓሳብ ኢኻ ትርእዮ ሓሙሽተ ኣብ ርክባትካ ወይ ዝምድናኻ እንታይ እዩ እቲ ዘፍርሓካ? ከይትግደፍ፣ ከይትንጸግ፣ ወይስ ከም ዘለኽዎ እኹል ኣይኮንኩን ዝብል ፍርሒ? ሽዱሽተ ኣብ ቁልዕነትካ ፍቕሪ ብዝግባእ ዘይተዋሃብካ ኮይኑ ዶ ይስምዓካ ነይሩ? እዚ ሎሚ ኣብ ርክባትካ ማለት ዝምድናኻ እንታይ ጽልዋ ኣለዎ? ሕጂ እውን ዘይተፈቐርካ ኮይኑ ዶ ይስምዓካ ኣሎ? ሸውዓተ ሓደ ሰብ መልሲ ብቕልጡፍ እንተ ደኣ ዘይሂብካ ብኡ ንብኡ ጌጋ ኣባዩ ዘሎ ኢልካ ዶ ትሓስብ ሸሞንተ እንታይ ነገር እዩ ንኻልኦት ከይተርኢ ኢልካ ትሓቦ ስለምንታይ ከ ትሽዓተ ገዛእ ርእስኻ ምቕባል ካብ ካልኦት ካብ ካልኦት ትደሊ ዲኻ ወይስ ካብ ርእስኻ እውን ትረኽቦ ኣለኻ ማለት ንነብስኻ ከም ዘላቶ ተቐቢልካያ ኢኻ ዓሰርተ ከይንጸግ ዝብል ፍርሒ እንተዘይህልወካ ሎሚ ኣብ ህይወትካ እንታይ ነገር ብዝተፈለየ መንገዲ ምገበርካዮ ንሎሚ እዛ ሓሳብ ኣስተንትና ከትሕግዘካ እያ ኩሉ ሰብ ክቐበለካ ኣይክእልን እዩ ንርእስኻ ምቕባል ግን ካብ ኩሉ ዝዓበየ ናጽነት እዩ እምበኣር ንሎሚ ኣብዚ ክንውድእ ኢና ስለ ዝነበረና ግዜ እንዳመስገንኩ ብዝያዳ ናብ ነብስኹም ክትሰርሑን ንውሽጥኹም ክትኣትዉን ነቲ ንገዛእ ርእስኹም ንኸይትኾኑ ሓኒቑ ሒዝኩም ዘሎ ትሮማታትን ሕማቕ ስምዒታትን ሂል ክትገብሩ ምስ ትደልዩ ከም ሂፕኖቴራፒስት መጠን ሂል ክትገብሩ ከሰንየኩም ስለ ዝኽእል ኣብ ኢሜይል ኣብ ኢመይል ወይ ኢንስታግራም ኣብ ወሓዚት ሰላም ዝብል ሕሳብና መልእኽቲ ብምግዳፍ ክትረኽቡና ትኽእሉ ኢኹም። ብዝተረፈ ብኻልእ መደብ ክሳብ ንራኸብ ሰላምን ጥዕናን ኣብ ዘለናዮ